ሰላም ሰላም ኮራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ብሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ኣብ ዘለኹምዎ ሰላምኩም ብዝሕ ትርፍ በለለይ እንዳበልኩ ለማዓንቲ ድማ ብሓድሽ ቪድዮ መፅኤክም ኣለኹ ነዛ ቪድዮ ክጅምሩ ከለኹም ላይክ ምንኳር ጀምሩ ሓደሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ይደሊ ማለት እዩ። ቤተሰብ ዝኾንኩም ላይክ ሸር ግበሩ። ላይክ ሸር ንትገብሩ ብጣዕሚ እየ ዘመስግን ማለት እዩ። ብጣዕሚ ደስ ልብል ቪድዮ እየ ሒዘልኩም መፅእ ዘለኹም ማለት እዩ። ላይክ ከይገርኩም ግን ምሕላፍ ኣይፍቀድን እዩ ቤተሰብ ትማሊ ብጣዕሚ ደስ ኢልኩም ከም ዝኾነ እርግፀኛ እየ ማለት እዩ። ምክንያቱ ማለት ብሰንኪ ኣሌክስ ሊሊ ብጣዕሚ ሓዚና ብጣዕሚ ተባሳጭያ ነይራ እና ማዕረ ማዕረ ኣድሞ ቤተሰብ ብጣዕሚ ተናዲድኩም ብጣዕሚ ተባሳጭኹም ኣሌክስ ብልገብሮ ነገራት ብጣዕሚ ኣናዲድኩም ነይሩና ትማሊ ኩሉ ነገር በረራኦም ስለ ዝተሰረዘ ብጣዕሚ ደስ ኢሉኩም ማለት እዩ እንኳዕ ደስ በለኩም ማለት እዩ ምክንያቱ ኣነ ኣብ ጎኒ ሊሊ እየ ማለት እዩ ምክንያቱ ንምንታይ ኣብ ጎኒ ሊሊ ኮይነ ዘለኹ ጓል ኣንስተይቲ ክትብደል ኣይደሊ ምክንያቱ ወዲ ክብደል ይደሊ ማለት ኣይኮንኩን በዚኣ ክትርዳእ ይደሊ ማለት እዩ ግን ድማ ኣብዚ ናይ ኣሌክስ ጥፍኣት ኮይኑ ስለ ዝተረእየኒ ኣሌክስ የጥፍእ ኣሎ ኮይኑ ስለ ዝረኣኹ እየ እምበር ካልእ ይኾነ ማለት እዩ ናብ ሓደ ሰብ ክውግን ኣይደልን ግን ልገብሮ ዘሎ ኣሌክስ ብጣዕሚ ስሕተት ስለዝኾነ ስለዘይድግፎ እየ ኣብ ጎኒ ሊሊ ኮይነ ዘለኹ ማለት እዩ እና ንኣሌክስ እንኳዕ ደስ በለኩም ክብሎም ይደሊ ማለት እዩ ቤት ንኣሌክስ እንኳዕ ኣይተሳካዐልኩም ካብቶም ኣብ ኮመት ምሸለው ኣይሳኽዓልካን ምናምን ኢሎም ዝረግሙኻ ነበር ካብኦም ሓንቲ እየ ነይረ ኣነ እውን ማለት ብጣዕሚ ደስ ኢልኒ ማለት እዩ ምክንያቱ ቤቲ ኣብ መንጎ ሓደረ መኣት እያ ከምዚ ኢላ በፅቢፃቶም ከይኣክል ጭራሽ ናብ ዱባይ ሒዘካ ኣንቲ እዚ ተዝናንኾ እዚ ህልኽ ደኣ እምበር ፍቕሪ ኮይኑ ኣይስምዐንን እዩ ቤተሰብ ማለት እዩ ንሊሊ ህልኽ እዩ። ንልልኽ ተናድድ ንልልኽ ተባሳጭ ስለ ዝሓሰበት ስለ ዝደለየት እያ እምበር ካልእ ኣይኮነን። ግን ቤቲ ማዕረ ክንድዚሲ ሊሊ ኣምታይ ኩዒላ ኣምታይ ረኺባትኪ ናብ ህይወታ መጺኺ ዘለኺ ንስኺ ባዕልኺ እኺ ማለት እዩ እና ከምቲ ዝረእኹምዎ ፋሚሊ ማለት እዩ ትማሊ ቤትና ኣሌክስ ብጣዕሚ ላዕሊ ላዕሊ ላዕሊ እዮም በፂሖም ብንዴት ማለት እዩ ከይተሓሰበ ማለት እዩ ንሶም ንዱባይ ክበሩ ሓሲቦም ማለት እዩ ግን ኣብ ኣዲስ ኣበባኦም ብንዴት እንዳበረሩ ውዒሎም ኣምሽዮም ይብለኩም ማለት እዩ ሰብኣይ ሰብኣይ ሊሊ ግን ብጣዕሚ እየ ዘድንቐኪ ብጣዕሚ ክግወዝ ብልጥ ማለት እዩ ኩሉ ብሲስተም ትኸይድ ወነተ ሓጎሰትኩም ቤተሰብ ብጣዕሚ ጸባ ጸባ ኣይ ጾም እዩ ጸባ ሰሰትኩም ማይ ገንጭኹም ትኾኑ ኢኹም ጾም ስለ ዝኾነ ማለት እዩ እና ትማሊ ኣብ ዝረእኹምዎ ማለት እዩ ፋሚሊ ባዕል ባዕሎም እውን ዝኾነ ግጭት ነገር ፈጢሮም ነይሮም ምክንያቱ ቤቲ ንኣሌክሰ ኣያሙነተን ኮይና ተሰሚዓትኒ ማለት እዩ ክምዚ ባዕሉ ፈሊጡ ልሓብኦ እምበር ዝጠፍአ ኣይመሰለን። ናይ ሓቅኻ ዲኻ ትቕልድ ዲኻ ዘለኻ ከመይ ኢሉ ኣብ መጨረሻ ሰዓት ከምዚ ይኸውን ምሳይ ይኾን እኮ ኢለካ ነይረ ምሳይ ተተሓድር ነይርካ እኮ ከምዚ ምተፈጠረ ነይሩ በቃ ማለት ሲ ምክንያታት እናደርደረስን ኣሌክስ ትወቅስ ነይራ ማለት እዩ ኣሌክስ ድማ ኢዶም ክህቦ ኣይደለየን ምኽንያቱ ዱባይ እንተዘይከድና ኣብዚ ኣብ ደስ ልብል ቦታታት ከይድና ከንዝናነ ንኽእል ኢና ንሳቶም ከምኡ ስለ ዝገበሩ ንሕና ካብ ዕላማና ኣውኪርናሲ ኣብዚ ሱቕ ኢልና ኮፍ ክንብል የብልናይ ናብ ደስ ዝበለ ቦታ ወሲዳ ከዝናነኪ እየ ኢልዋ በፍጽም ተኣምር በቃ በሊ እስኺ ንሊሊ ማለት እዩ ቀስ ኣቢልኪ ብጸባይ ለምንያ ኣኺ ይብላ ኣሎስ እንታይ ኢለ እየ ብጸባይ ዝልምና ናይ ባዕልና እኮ እዩ እንተ ፈተወት ትምጽኦ እያ ብግዳ ትምጽእ እያ ኣቤት ኣቤት ናይ ቤቲ ድርቀት ብጣዕሚ ዝገርመካ ኣብዛሕክዮ ዶ ቤቲ ኣብዚሕኽዮ ማዕረ ክንድዚ ሰብኣይ ኣመንጢልኪ ከይኣኽለክስ ማዕረ ክንድዚ ደፊርኪ ከዓ ትናገሪ ኧረ በጃኺ ንእሽተን ንእሽተን መሕፈሪት ይሃለኺ ለካ ዓይንኻ ብጨው ሓፂብካ ዝምፃእስ ከምዚ ኢልካ እየ መስለኒ ብጣዕሚ እየ ተገሪመ ብእውነት ጭራሽ ፀርፊ እውን እያ ወሲኻትሉ ኣሌክስማ ጭራሽ ተጸሊሉ እንዲ እንዮ ማለት ተጸሊሉሲ በቃ ተደፊኑ እዩ እንዮ ኣእምሮኡ ንሰበይቱ ከምዚ ኢላ እናወረደትሉ ሱቕ ኢሉ ይሰብዓ መዓረ ክንደይ ናይ እንድዒ ክገልጾ ኣይክእልን ናይ ኣሌክስ ነገር ክገልጾ ክኸብደኒ እዩ ናይ ቤተሰብ ማለት እዩ እና በረራኦም ከም ዝተቋረጸ ርኢና ናብ ፋሚሊ ማለት እዩ ኣርባዕተ ሰዓት ሓሙሽተ ሰዓት እያ ቀርያቶም ነይራ ካብኡ ንደዊሎም ክልምኑ እዮም ማለት ሊሊ ግን ይመችኺ ብእውነት ዓሰርተ ኺበክለኹም ዓሰርተ ኺበክለኹ ይመችኺ እዚ የኔ ቆንጆ ምክንያቱ እሳቶም ኣብ ዱባይ ከይዶም ክዝናንዩ ሊሊ ኣብዚ ብጭንቀትን ብሕርቃንን ክትባሳጭዮም ፈሪዶምዋ ነይሮም። ግን ድማ ኣይተሳኸዐሎምን ፋሚሊ ሊሊ እኮ ግደፍ ግደፍ ኢላ ለሚናት ነይራ ዝሓዘት ሒዛ መቸም ጉድ ሰሪሓቶ እንድያ እና ብጣዕሚ ብጣዕሚ ብጣዕሚ ማለት እዩ እዛ ፓስፖርት ከዓ ማለት እዩ ሊሊ ቤና ይኮነትን ወሲዳታ ብእውነት ተኒቀኩም ብጣዕሚ ማለት እዩ ጎበዛት መቸም ኩሉ ግዜ ዳጊ ኣብ ጎኒ ሊሊ እዩ ማለት እዩ ምክንያቱ ሊሊ ትውፃዕ ስለዝሪኣ ሊሊ ትብደል ስለዝሪኣ ኩሉ ግዜ ኣብ ጎና ኮይኑ ማለት እዩ ኣጆክ እንዳበለ ኣብ ችግራታ ጸገም ኣምሳኣ ኮይኑ ይሕግዛ ማለት እዩ ሕጂ ድማ ኣብዚ ኣብ ናይ ቤትና ኣሌክስ ፓስፖርት ማለት እዩ ክልቲኦም ኮይኖም እዮም ጨጌረማ ዘለዉ ማለት እዩ መቸም ዳጊ ኩሉ ግዜ ምስሊ ልንድዩ ምክንያቱ ናይ ኣሌክስ ስራሓት ኩሉ ነገር ይፈልጠሎ ማለት እዩ መቸም ቤትና ኣሌክስ ከምዚ ትርእዎም ኣለኹም ብጣዕሚ ተባሳጮም ብጣዕሚ ተጸሊሎም ኣለዉ ማለት እዩ ምክንያቱ ከምዚ ትርእዎም ዘለኹም ዳግና ሊሊ ማለት እዩ ጉድ እዮም ሰሪሖም ሪኦ ሓሲብ ኮድኹም ካብ መደቀሲ ከይዶም ፓስፖርቶም ምስራቅ ማለት ሓሲብ ሞዲኹም ብጣዓሚ ከቢድ ነገር እዩ ተጫዊቶምሎም እዮም ማለት እዩ ቤትና ኣሌክስ ድማ ብጣዕሚ ተባሳጭም ብጣዕሚ ተጸሊሎ ማለት እዩ ምክንያቱ ከምዚ እንዳግሲ ኣይሓሰብዎ ነይሮም ኣይጠርጠርዎ ነይሮም ማለት እዩ እና ዳጊና ሊሊ ይመችኹም ማለት እዩ